ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን እምነ ሎሚ እውን ከምቲ ኩሉ ግዜ እንገብሮ ስራሕ ኩሉ ግዜ ሒዝናዮ ንመፅእ ሓደ ሓድሽ ስራሕ ሒዝናልኩም መፂና ኣለና እዚ ሎሚ ንሰርሖ ቪድዮ ኣብ ዊንዶውስ ቴን ዘተኮረ እዩ ዊንዶውስ ቴን ሓደ ካብቶም ናይ ማይክሮሶፍት ኦፊስ ዝፈርዩ ሶፍትዌራት ኮይኑ ኦፕሬቲንግ ሲስተም ንኮምፒውተርና ክትሰርሕ ከም ትኽእል ዝገብር ኦፕሬቲንግ ሲስተም ሓደ እዩ። ኣስራሒ ሶፍትዌር ንኮምፒውተር ክትሰርሕ ከም ትኽእል ዝገብር ማለት እዩ። ኣብ ርእሲኡ ዊንዶውስ ቴን ድማ እቲ ሌተስት ቨርዥን እቲ ዝደሓረ ወይ ድማ እቲ እቲ መወዳእታ ወጺኡ ዘሎ ሓድሽ ሶፍትዌር ናይ ማይክሮሶፍት እዩ። ስለዚ ብዝተፈላለየ ላፕቶፕ እንጥቀም ሰባት ዊንዶውስ ኤይት ንጥቀም ንህሉ ኢና፣ ዊንዶውስ ሰቨን ንጥቀም ንህሉ ኢና፣ ገና እውን ኣብ ኤክስፒ ዊንዶውስ ኤክስፒ ዘለና ክንህሉ ንኽእል ኢና። ስለዚ ነብስና ኣብዴት ምግባር ኩሉ ግዜ እዚ ቴክኖሎጂ እዚ ንሪኦ እዩ፣ ካብ መዓልቲ ናብ መዓልቲ ካብ ሰዓት ናብ ሰዓት እናወሰኸን ንቕድሚት እናገስገሰን ይኸይድ ኣሎ። ምስኡ ንቕድሚት ክንግስግስ ክንስጉም እንተዘይክኢልና ድማ ኣብ ገለ እዋንሲ ተጠቀምቲ ነርና ንኽእል ነርና ንፈልጥ ነርና ንብል ኮይና ንተርፍ ማለት እዩ ስለዚ እዚ ቪድዮ እዚ ነዚ ዕላማ ብምግባር ዊንዶውስ 10 እቲ ሌተስት ቨርዥን ናይ ዊንዶውስ ናይ ማይክሮሶፍት ኦፊስ ዊንዶውስ ስለ ዝኾነ ምስ ዊንዶውስ 10 ኣብዘን ተኸታተልቲ ሓሙሽተ ሽዱሽተ ዝኾና ቪድዮታት ንዊንዶውስ ቴን ጽቡቕ ጌርና ኩሉ ፊቸርስ ኩሉ እቲ ኣገባቡን ኩሉ ኣፕሊኬሽንስ ናቱን ኣሰራርሕኡን ክንመልኮ ክንምህር ክንፍትን ኢና ስለዚ ነዚ እንገብሮ ናይ ቪድዮ ትምህርቲ ተኸታቲልና ነቲ ቪድዮ እናረኣና ቪድዮና ፖዝ ጌርና ጠጠው ኣቢልና ኣብ ኮምፒተር ኬድና ድማ እናፈተናዮ እንተደጋጊምናዮ ርግፀኛ እየ ነዘን ቪድዮ እዚኤን ተተኸታቲልኩሞን ንዊንዶውስ ቴን ፅቡቕ ጌርኩም ክትመልክዎ ኢኹም ምምላኽኩም ድማ ብዙሕ ነገራት ንክትገብሩን ንክትዓዩን ክሕግዘኩም እዩ ማለት እዩ ስለዚ ናብ ትምህርትና ክንቅጽል። ብዊንዶውስ ቴን ተጻዕነ ኮምፒተር ክንሪኦ ከለና ትርኢቱ ነዚ እንሪኦ ይመስል። እዚ ኣብ ቅድሜና ዝረኣየና ዴስክቶፕ ኢልና ንጽውዖ ምናልባት ክልተ ኣይከንስ ጥራሕ'ዩ ዘለዎ። ኮምፒተርና ክፍት ኣቢልና እቲ ኣብ የዕንትና ቀጥታ ዝረኣየና ክፋል ናይ ኮምፒተር እቲ ዝዓበየ ማለት'ዩ። እዚ ካብዚ ደረት እዚ ንላዕሊ ዘሎ ወይ እውን ምልክት ክንገብረሉ እዚ ከባቢ እዚ ብምሉኡ ዴስክቶፕ ኢልና ንፅውዖ ዴስክቶፕ ስለዚ ኣብ ዴስክቶፕ ዝተፈላለዩ ኣይከንስ ይርከቡ እዮም ንኣብነት ኣብዚ ኣጋጣሚ ክልተ ጥራሕ እዮም ዘለዉ ዝበዝሕ ግዜ ሓዳሽ ኮምፒውተር ክንፅዕን ከለና ሓደ እዚ ሪሳይክል ቢን ጥራሕ እዩ ዝርከብ ካልኦት ከም ተጠቃምነትና ባዕልና እነምፅኦም ፎልደራትን ፋይላትን ፎልደር ብዙሓት ፋይላት ጠርኒፉ ዝሕዘልና ኣካል እዩ ፋይላትን ኣለዉ። ምስኡ ምስኡ እውን ሶፍትዌራት፣ ኣፕሊኬሽን ሶፍትዌር ኣብ ኮምፒተርና እናፀዓንና ክንከይድ ከለና ኣብዚ ዴስክቶፕ እናተወሰኹ እናተወሰኹ ክሳብ ክነመሓድሮ ዘሸግረና ፃዕቂ ዘለዎ ደረጃ ክበፅሕ ይኽእል እዩ። ስለዚ እዚ ዴስክቶፕ ንብሎ። ዴስክቶፕና ቁሩብ ንዓና ትርኢቱ ባህ ዘብል ምእንቲ ክኸውን ኣብዚ እቶም ብቐረባ እንጥቀመሎም ከም ማይ ኮምፒተር፣ ማይ ዶኮመንትስ፣ ኔትዎርክ ኮንትሮል ፓነል እቶም በይዚክ ምስ ዝኾነት ኮምፒተር እንተ ተረኺቦም ንተጠቃምነት ዘቕልልዎ ዓይነት ኣይከንስ ኣለዉ። ንዕኦም ክነምፅኦም ክንፍትን ኢና። ንዕኦም ክነምፅኦም ኣብ ዴስክቶፕ ራይት ክሊክ ንግበር። ራይት ክሊክ ክብል ከለኹ ካብ ማውዝ ክልተ ክሊክ ኣለዋ ሸነኽ ጸጋም ሸነኽ የማን ስለዚ ኩሉ ግዜ ራይት ክሊክ ክብል ከለኹ ንየማን ሸነኽ ዘላ ክሊክ ንግበር ማለት እዩ ስለዚ ራይት ክሊክ ገይረ ፐርሰናላይዝ ይብል ፐርሰናላይዝ ካብ ፐርሰናላይዝ ድማ በዚ ፀጋማይ ሸነኽ ዝተፈላለዩ ኣርእስታት ኣለዉ ኣብዛ ቴማስ ትብል ክሊክ ንገብር ማለት እዩ ካብኡ ንታሕቲ ገጽና ንውርድ ኦኬ ኣብዚ ሪሌትድ ሴቲን ዝብል ዴስክቶፕ ኣይከን ሴቲን ዝብል ኣለና ኣብኡ ክሊክ ንገብር ስለዚ እረኣየና እንተልዩ ኣብዚ ንሪኦ እንተሊና እዘን ከባቢ እዚአን እንተርኢናየን እተን ኣብ ዴስክቶፕ ክህልዋና ዝኽእላ ኣይከንስ ኣብዚ ሂብና ኣሎ ማለት እዩ። እዚኤን እተን በይዚክ እየን ሓደ ሰብ ክጥቀመለን ዝበዝሐ ኮምፒተር ድማ ኣብቲ ዴስክቶፕ ምስ ዝህልዋ ንተጠቃሚ ምቹእነት ክፈጥራ ዝኽእላ መሰረታውያን ናይቲ ዊንዶውስ ተጻዒኑ ዘሎ ኣካል ፋይላትን ፕላስ ኮምፒተር ኮንትሮል ፓነል እቶም ንተጠቃሚ ቅልል ዘብሉ ንስራሕ ተጠቃሚ ዘቕልሉ ኣይከንስ ኣለዎ ናብዚ ማለት ስለዚ ካብዚኦም ማይ ኮምፒተር ክትህልወና ደልየ ዩዘር ፋይልስ ንበዓል ማይ ፒክቸር ማይ ዶኩመንትስ ማይ ቪዲዮስ My Downloads ንሙሉኦም ጥርኑፍ ድማ እዚ User File ዝብል የድልየኒ እዩ። ምናልባት Network Connect ዝገብር ተኾይነ ምስ ካልእ ግሩፕ ዝኣቱ ተኾይነ እዚ Network እውን የድልየኒ እዩ። Control Panel ድማ ኣብ ውሽጢ ኮምፒተርና ብዙሕ ዓይነት ምቅይያራት ክንገብር ንደሊ ብዙሕ ኣብ Control Panel Access ንገብሮ ነገራት ኣሎ። ስለዚ Control Panel እውን ተድልየና ኢና እንተኢልና ኣብኣ ክሊክ ብምግባር ሓሙሽቲኤን ክሊክ ገይረኤን ኣለኹ ኣብዚ ብምምፃእ ስለዚ ኣፕላይ ምስ በልኩ ኣብዚ ተተዓዚብናዮ ሕጂ ብምልኦም እዞም ኣፕላይ ዝበልክዎም ኣይከንስ ኣብ ዴስክቶፕ ክመፁልና ክኢሎም ኣሎ ማለት እዩ ስለዚ ዴስክቶፕና ማይ ኮምፒውተር ኣለዎ ኔትወርክ ኣለዎ ንኣብነት እዛ ኮምፒውተር እዚኣ ዩዘር ናታ ዶክተር ሳድነሪ ሰሎሙን እዩ ዝብል ናይ ዶክተር ሳድነሪ ሰሎሙን ፋይልስ ብምሎም ኣሎ ማለት እዩ ነዚኣ ክዓፅዋ እየ ቸክ ንገብረ ነዚኣ ክዓፅዋ እየ ነዚ እውን ዓፅዋ ኣለኹ ንኣብነት ዶክተር ሳድነሪ ዳብል ክሊክ ተገይረ ብምሉእ እቲ ማይ ዶክመንትስ ዴስክቶፕ ብዓብዩ ዳውንሎድስ ሙዚክ ፒክቸር ቪድዮ እቶም ቤዚካሊ ናይቲ ተጠቃሚ ፋይላት ዝበሃሉ ኦርጋናይዝ ኮይኖም ኣብ ኣለውና ማለት እዩ ኦኬ ከምኡ እዚ ሪሳይክል ቢን እንዳ ጓሓፍ ይኸውን ማለት እዩ ክንላለዮም በብሓደ ክንላለዮም ምክንያቱ ዘይንፈልጦም ክንህሉ ንኽእል ኢና እዚ ሪሳይክል ቢን ንብሎ ሪሳይክል ቢን ዳርጋ ደሊት ዝገበርናዮ ነገር ዝእክብ ማለት እዩ ሪሳይክል ቢን እንዳ ጉሓፍ ማለት እዩ ቃል ንቃሉ መጉሓፊ ቦታ ማለት እዩ ንድ ድሕሪኡ እዚ ናይቲ ዩዘር ኣካውንት ነይም እዩ ብምሉኦም ፋይላት ናይ ዩዘር ዝጥርንፍ ከከም ሽም እዚኣ ሕጂ ዶክተር ሳድነሪ ትብል ስለ ዘላያ ዶክተር ሳድነሪ ተባሂሉ ፎልደር ይቦ ዘሎ ኣብ ውሽጡ ኩሎም ማይ ዶክመንትስ ማይ ዳውንሎድስ ማይ ፒክቸርስ ማይ ቪዲዮስ ማይ ሙዚክ ጠርኒፉ ይርከብ ማለት እዩ እዚ ድማ ማይ ኔትዎርክ ምስ ካልእ ኔትዎርክ ግሩፕስ እዛ ኮምፒተር እዚኣ ኣብ ኔትዎርክ ክትእትዋ ትደሊኻ እትጥቀመሉ ማለት እዩ ደን ካልእ ማይ ኮምፒውተር ማይ ኮምፒውተር ዳርጋ ኮምፒውተርና ኣብ ዓባያ ማለት እዩ እዞም ኣብ ላዕሊ ክንፅውዖም ፀናሕና እውን ብምልኦም ኣብኡ ኢንክሉድድ እዩ ኣብ መወዳእታ ኮንትሮል ፓነል ኮንትሮል ፓነል እዚ ኮንትሮል ፓነል ዳብል ክሊክ ጌርና ክንሪኦ ንኽእል ኢና ዝተፈላለዩ ሴቲን ዳርጋ ብምሉኦም ሴቲን መልክዕ ምትዕርራይ ድምፂ ክትቆፃፀር ፕሪንተርስ ክትርኢ ፓስዎርድ ክሬት ክትገብር What ever ብብዙሕ ዓይነት setting ክትቅይር ምስ እትደሊ ብመንገዲ Control Panel እናሓለፍካ ተካይዶም ማለት እዩ። ስለዚ ናይ ሎሚ ትምህርትና ኣብ Desktop ዘተኮረ ስለዝኾነ ኣብዚኦም ዝፀዋዕናዮም ኣካላት Desktop ጠጠው ክብል እየ። እቶም Basic ናይ Desktop እዚ ይመስሉ ማለት እዩ። ከከም ተጠቃምነትካ ከዓ ኮምፒተር ዝያዳ እናተጠቀምካ ክትከይድ ከለኻ ኣፕሊኬሽን እናፀዓንካ ክትከይድ ኢኻ ንኣኻ ንክትጥቀመሉ ዝምችኣካ ሶፍትዌራት እናፀዓንካ ኣብ ትኸደሉ ባዕሉ እቲ ሶፍትዌር ይሓተካ እዩ ኣብ ዴስክቶፕ ሾርትካት ዶ ክርኤት ክገብረልካ ይብል እዩ እንታይ ማለት እዩ ኣብዚ ዴስክቶፕ ሾርትካት ክርኤት ብምግባር ብቐረባ ኣክሰስ ክትገብሮ እትኽእለሉ መንገዲ ዶ ክፈጥር እናበለ ኦፕሽን ይህበና እዩ። ስለዚ የስ እናበልና ክንከይድ ከለና ዝተፈላለዩ ሶፍትዌራት ብኣቋራጭ ክንረኽበሎም ክንረኽቦም ኣክሰስ ክንገብሮም እንኽእል ኣይከንስ ኣይከንስ ከምዚኤን ደቕቕ ደቕቕ ዝበላ ሓበርቲ ኣካል ኣብዚ ዴስክቶፕ ይፈጥረልና ማለት እዩ። ንኣብነት እዛ ኮምፒተር እዚኣ ዝጥቀመላ ኮምፒተር እያ ንክምህር እየ ፅረየ ዘለኹ ኖርማሊ ናተይ ኮምፒተር እንታይ ትመስል ዴስክቶባ ክንሪኦ ኖርማሊ ኮፒ ገይረ የምፅኦ ኣለኹ እታ ኦሪጂናል ዴስክቶፕ ናተይ ቁሩብ ክንመሃር ኢለ ኣልየ ፀኒሐ ስለዚ እቶም ዝተፈላለዩ ዝጥቀመሎም ሶፍትዌራት ኣብዚ ቢቀረባ ኣብ ዴስክቶፕ ኣሎ ማለት እዩ እዚ እናወሰኸ ፋይላት ኣነ ሞስትሊ ኣብ ዴስክቶፕ ዶኩመንት ኮፍ ኣየብልን እየ ምክንያቱ እናመልእ እናመልእ ፀቕጢ ስለ ዝፈጥረልካ ፕላስ ሴፍ እውን ኣይኮነን ኣብ ዴስክቶፕ ብፍላይ ሰብ ዝጥቀመሉ ላፕቶፕ ተሊካ ወይ ኮምፒውተር ብቐረባ ክርከብ ዝከኣል እዩ። ስለዚ ፋይላተይን ዶኩመንትታተይን ኣብ ካልእ ውሕስ ዝበለ ቦታ እየ ዝገብር። ኣብዚ ግን እቶም ኢዝሊ ኣክሰስ ክገብሮም ዝኽእል ኣፕሊኬሽንስ ኣብዚ ኣለዉ ማለት እዩ። ኦኬ ስለዚ ዴስክቶፕ ነዚ ይመስል። ድሕሪኡ ስዒብና ንሪኦ ስታርት ኣብዛ ሸነኽ ጸጋም ኣብ ታሕተዋይ ኩርናዕ እንሪኣ ናይ ባንዴራ ምልክት ዘለዋ ስታርት ትበሃል። እዚኣ ስታርት ትበሃል። እዚኣ እንታይ ንብላ ኣለና? ስታርት ትበሃል። ኦኬ ስለዚ ስታርት ድማ ንብምልኦም ኣብ ኮምፒውተርና ዘለዉ ኣፕሊኬሽን ሶፍትዌርስ ጠርኒፉ ዝርከብ ኣካል እዩ። ዝኾነ ዓይነት ሶፍትዌር ክንደሊ ከለና ብመንገድ start ጌርና ክንፍትሾ ክንፍትን ኢና ማለት እዩ። ስለዚ start ንኹሎም ሶፍትዌራት ጠርኒፉ ይርከብ። ድሕሪኡ ኣብዚ ታሕቲ ወሪድና እዚ ከባቢ እዚ ተርእናዮ ታስክ ባር ይበሃል። ታስክ ባር ድማ ደሓር ኣብቲ ስዒብና ክንሪኤን ኢና መጀመርያ ክንላለየን ታስክ ባር እዞም ከምዚ ዴስክቶፕ ሾርት ካትስ ክሪኤት እናገበርና ኣብ ዴስክቶፕ ብቐረባ ኣክሰስ እንገብር ኣብዚ ታስክ ባር ድማ ከምኡ ብቐረባ ኣክሰስ ክንገብሮም እንደሊ ወይ እውን ንሰርሖም ዘለና እንጥቀመሎም ዘለና ክሳብ ዘይዓፀናዮም ድማ ኣብዚ ታስክባር ወሪዶም ቦታ ኣብዚስ ሚኒማይዝ ክንገብሮ ከለና ኣብዚ እናወረዱ ይኸዱ ንኣብነት ኣብዚ ኢንተርነት ትጥቀመሉ ዘለኹ እዩ ከምኡ እናበለ እቲ ትጥቀመሉ ዊንዶውስ ኣብዚ ታሕቲ ቦታ ይሕዝ ማለት እዩ ብካልኣይ መንገዲ ድማ ታስክባር ከም ሾርት ካትስ ድማ ኩሉ ግዜ ኣክሰስ ክትገብሮም ኣብዚ ከዓ ክተምፆም ትኽእል ኢኻ ደሓር ክንሪኦ ኢና ሳልሳይ ዊንዶውስ ቴን ባዕሉ ን ኢዝሊ ኣክሰሲብል ክኾኑ ንተጠቃሚ ብቐረባ ክረኽቦም ምእንቲ ክኽእል ንኣብነት ኢንተርነት ኤክስፕሎረር ኣሎ ኣፕሊኬሽን ስቶርስ ኣሎ ሜይልስ ኣሎ ፎልደርስ እዚ ዊንዶውስ ዝኸፍተልና ኣሎ እዚኦም ኣርባዕተ በዚ ካሊእ እቲ ዊንዶው ቴን ባዕሉ ዝቕርበልና ናይ ታስክ ባር ኣይከንስ ኣለውና ኣብዚ ታስክ ባር ሓደ ሓድሽ ፍልይ ዝበለ ንሪኦ እንተልዩ ኣብዚኣ ታይፕ ሂር ቱ ሰርች ዝብል ሓደ ናይ ሰርችን ኦፕሽን ኣብቲ ቅድሚኡ ዝነበሩ ዊንዶውስ ብዙሕ ዘይነበረን ኣብተን ዳሕሮት ነይሩ እውን ክንድዚ ግፍሕ ዝበለ ዘይነበረን። እዛ ታይፕ ሰርች ሄር ትብል ሰርች ኣይከን እያ። እዚኣ ዝኾነ ኣብ ኮምፒውተርና እንደልዮ ሓበሬታ ኣብኣ ክሊክ ብምግባር ሰርች ንገብር ማለት እዩ። ክንረኽቦ ድማ ይሕግዘና። ኣፕሊኬሽን ይኹን ሶፍትዌር ይኹን ፋይል ይኹን ኣብ ኮምፒውተር ክህሉ ዝኽእል በዛ ሰርች ጌርና ክንረኽቦ ኢና። ቀጺልና በዚ የማናይ ሸነኽ ኮርነር ምስ እንመጽእ እዚኣ ከባቢ እዚኣ ማለት እዩ ሲስተም ትሬይ ንብሎ እዚ ሲስተም ትሬይ ንብሎ እዚ ከም በዓል ሰዓት ዕለት ድምፂ ናይ ኮምፒውተርና ኮንትሮል ንገብረሉ ኢንተርነት ብፍላይ ላፕቶፕ ተኮይኑ ብዋይፋይ ወይ ብኬብል ኮኔክት ክንገብር ምስኡ ድማ ቻርጅ ባትሪ ቻርጅ ናይ ላፕቶፕና ሓበሬታ ዝህበና ክፋላት እዚኦም ቶም ትሬስ ንብሎም ኣብዚ ይርከቡ ማለት እዩ እዚ ሲስተም ትሬይ እዚኦም ቶም ቤዚክ እዮም ምስ ዝኾነት ላፕቶፕ ሕጂ ኣብ ዴስክቶፕ ተኸድና እዛ ናይ ቻርጅ ምልክት ተሪፋ ተን ካልኦት ኣለዋ ማለት ናብ ዝበዝሓ ኮምፒውተር ዝርከብ ክፋል እዩ እዚ ሲስተም ትሬይ ከም ተጠቃምነትካ ግን እናገፍሐ ክኸይድ እዩ። ሕጂ basically እዚን ኣብ ኩለን ኣሎ ክንሪኦ ኦኬ ስለዚ እዚ ንኣብነት ኣብ ኮምፒውተርና ፍላሽ ኣትዩ ንዝህሉ ኢጀክት ክንገብር ይሕግዘና ከምኡ ብሉቱዝ ኮኔክት ተኮይና ኮምፒውተርና ከምኡ ዊንዶውስ ሴኪሪቲ ሰንተር ኣብ ኮምፒተር ኣዚኦም ቤዚክ ኣብ ብዙሓት ኮምፒተር እዚ ፍላሽ ኢጀክት ክንገብር ምስ ንደሊ ንጥቀመሉ እዩ እዚ ብሉቱዝ ተልዋ ኮምፒተርካ ብሉቱዝ ኣክሰስ መግበሪ እዩ። እዚ ድማ ዊንዶው ሰኩሪቲ ሰንተር እዩ። እቲ ካልእ ከከም ተጠቃምነትካ ትፅዕኖም እዚኦም ሕጂ ንኣብነት ኣብ ናተይ ክህልው እዮም ኣብ ናትኩም ኣይህልውን እዮም። እዚ ኦን ስክሪን ሪከርድ ዝገብር ዘሎ ሶፍትዌር እዩ። እዚ ድምፂ ሪከርድ ዝገብር ዘሎ ሶፍትዌር እዩ። ካብ ኮምፒውተር ናብ ኮምፒውተር ከምቲ እስኻ ትጥቀመሉ ሶፍትዌራት እናተፈላለየ ይኸይድ ማለት እዩ። ስለዚ እዚ ሲስተም ትሮይ ነዚ ይመስል። ኦኬ ክሳብ ሕጂ እዚ ይመስል ርኢና ኣለና ካብዚ ቀፂልና ስታርት እዛ ኣብ ታሕተዋይ ኮርነር ኣላ ዝበልናያ ስታርት እንታይ ክንገብር ንኽእል ብመንገዲ ስታርት ቸክ ክንገብር ማለት እዩ ሓደ መጀመርያ ስታርት ክነበግሳ ወይ ክንውልዓ ወይ እውን ኣክሰስ ክንገብራ ምስ ንደሊ ብክልተ መንገዲ ኣክሰስ ክንገብራ ንኽእል ኢና ብማውዝ ወይ ድማ ብኪቦርድ ብማውስ ተኾይኑ መፂእና ኣብዚኣ ክሊክ ብምግባር ወይ ድማ ተኸፊታ ኣላ ክሊክ ብምግባር ድማ ነጥፋኣ ማለት እዩ ብኪቦርድ ኣብ ኪቦርድና ኣብ ፀጋማይ ሸነኽ ኣብ ታሕቲ ኣብ ጥቓ ድሕሪ ኮንትሮል ኣልት ልክዕ ነዚኣ እትመስል ስእሊ ዘላታ ኪ ኣላ ኣብኣ ክሊክ ብምግባር ክንውልዓ ንኽእል ኣብኣ ክሊክ ብምግባር ድማ ክነጥፍኣ ንኽእል ማለት እዩ ስለዚ ንስታርት ሜኑ በዚኦም ክልተ መንገዲ ኣክሰስ ክንገብረ ንኽእል ኢና ስታርት ሜኑ ኩሎም እንደልዮም ሶፍትዌራት ኣብ ስታርት ሜኑ ይርከቡ ብሙሉኦም ክንጥቀመሎም ንኽእል ሶፍትዌራት ኣብ ስታርት ሜኑ ይርከቡ። ኣብ ስታርት ሜኑ ከቲቶም ይርከቡ ማለት እዩ። ምናልባት እዚ ናተይ ዊንዶውስ 10 ሌተስት ብጣዕሚ ሌተስት ኮይኑ ኣፕዴት ኮይኑ ዘሎ እዩ። ስለዚ እቶም ኣፕሊኬሽንስ ብምሉኦም ኣልፋቤቲካሊ ተሰሪዖም ኣለዉ ብመልክዕ ፊደላት ኦርደር ኣልፋቤቲካሊ ተሰሪዖም ኣለዉ ከምዚ ተዘይፀንሒናትኩም ኦል ኣፕ ትብል ኣላትና ኣብ ታሕቲ ናብኣ ክሊክ ብምግባር ኣልፋቤቲካሊ ከም ዝስርዑልና ክንገብር ኢና። ፕላስ ኣነ ኣብዚ ኢዝሊ ኣክሰስ ነይሩ ደምሲሰዮ ኮይነ እየ። ኤኒወይ ሕጂ ክሪኤት ክንገብር ኢና። ስለዚ ዘድልየና ኣፕሊኬሽን ኣብዚ ኣልፋቤቲካሊ ተሰሪዑ ኣሎ። ሰርች ታሕቲ እናወረድኩ እቲ ዘድልየኒ ብምኽፋት ክረክብ እኽእል እየ ንኣብነት ማይክሮሶፍት ደልየ ከምዚ እናበልኩ ኣብዚ ረኺበ ኣለኹ ማይክሮሶፍት ወርድ ክሊክ ገይረ ክኸፍቶ እኽእል እየ እንተዘይኮይኑ ኣብዚ ታይፕ ሄር ቱ ሰርች ዝብል ዘሎ ድማ ወርድ እንተ ታይፕ ገይረ እናሃልኩም ማይክሮ ሶፍት ወርድ ምፅለየ ኣሎ ክሊክ ብምግባር ክኸፍት ይኽእል እየ እዚ ኣብ ማይክሮ ሶፍት ወርድ ጥራሕ ዘይኮነ ዝኾነ ሶፍትዌር ዝኾነ ሶፍትዌር ኣብዛ ኮምፒውተር ተፃዒኑ ዘሎ ኣክሰስ ክትገብር ኣብ ዝደለኻሉ ኣበይ ኢኻ ትረኽቦ ኣብ ስታርት ንረኽቦ ማለት እዩ ስለዚ ልክዕ ንኣብነት ካልእ XL XL ምስ ዝብል ኣብዚ መፅኡ ኣሎ ክኸፍቶ ተደልየ ክሊክ ክገብር ይኽእል እየ ኦኬ ስለዚ እዞም ኩሉ ግዜ መዓልታዊ ዝጥቀመሎም ኣፕሊኬሽንስ መዓልታዊ ዝጥቀመሎም ኣፕሊኬሽንስ ካብ መዓልታዊ መጽየ ከምዚ ሰርች እናገበርኩ ድሽገር እንታይ ክገብር ክፍትን እየ ኣብ ቀረባ ክገብሮም ክፍትን እየ ማለት እዩ ስለዚ እዚ ዊንዶውስ ቴን ነዚ ክንገብር የኽእለና እዩ ነቶም መዓልታዊ ክንጥቀመሎም ንደሊ ሶፍትዌራት ኣብ ቀረባ ስለዚ ኣብ ቀረባ ምጽእ ኢልና ክንከፍተሎም እንኽእል ንኣብነት ዎርድ ሰርች ክገብር እየ ዎርድ ብዝላ ኣብ ልዕሊያ ብምምጻእ ራይት ክሊክ ከይንርስዓ ራይት ክሊክ ክብል ከለኹ እታ የማነይቲ ክሊክ እያ ስለዚ ራይት ክሊክ ገይረ ፒን ቱ ስታርት ፒን ቱ ስታርት ኢለ እስከ ናብ ስታርት ንኽድ ኣብዚ መፅኣ ላትሪዋ ኣለኹ ፒን ቱ ስታርት ሓደ ኢዝሊ ኣክሰሲብል ግሩፕ ክሪኤት ይገብር ኣለኹ ንኣብነት ኤክስኤል ይደሊ ካልእ ኤክስኤል ማይክሮሶፍት ኤክስኤል ፒን ራይት ክሊክ ብምግባር ፒን ቱ ስታርት ኦኬ መሊሰ ይውልዓ ራይዋ ካልእ ትጥቀመሉ እንታይ ኣሎ ንኣብነት ሳይበር ሊንክ ይጥቀም እየ ኣነ ነዚኣ እውን ፒን ቱ ስታርት ስለዚ ረኣዩ ነዚኦም ሶፍትዌራት እዚኦም ክኸፍት ኣብ ዝደልየሉ እዋን ሰርች ምግባር ኣየድልየንን እዩ። መዓልታዊ ዝጥቀመሎም ሶፍትዌራት እዮም እዚኦም። መዓልታዊ ዝጥቀመሎም ሶፍትዌራት እዮም። ስለዚ ኦርጋናይዝ ይገብር ኣለኹ፣ የመዓራሪ ኣለኹ። ንዓይ ንተጠቃምነት ኣብ ቀረባ ክጸንሑኒ ከምዚ ገይረ እናሰራዕክዎም ይኸይድ ማለት እዩ። ንስኹም ድማ ልክዕ ነዚ ቪድዮ እዚ ንግዚኡ ፖውዝ ብምግባር ጠጠው ብምባል ፈትኑዋ እዛ ክንገብራ ዝጸናሕና እቶም ዘድልዩኹም ሶፍትዌራት ብምልኦም ኣብዚ ስታርት እናሰራዕናዮም እናሰራዕናዮም ክንከይድ ንኽእል ኢና። ንኣብነት እዚኣ ሰለስተ እዚኤን ሰሪዐ ኣለኹ። ካልእ ከድልየኒ ዝኽእል ኳልኩሌተር ከድልየኒ ይኽእል እዩ። ኣብዚላ ፒን ቱ ስታርት ካላንደር ከድልየኒ ይኽእል እዩ። ፒን ቱ ስታርት እስከ ንኽድ ኦኬ እዚኤን ታሕቲ ኣውርድ ከብለኒ መዝበይነን ግሩፕ ምዃና ስለ ዘይመለኢ ካልኩሌተር ካላንደር ኣምፅኦ ኣለኹ ኩሉ ግዜ ፅናት ዓመት ክሳብ ዝመልእ ስለዚ ከምዚ እናገበርና ግሩፕ እናገበርና ክንከይድ ንኽእል ኢና ነዚኣ ጥጥ ነዛ ቪድዮ ንግዚኡ ጠጠው ብምባል ነፍሲ ወከፍ እቲ ንዓኹም ዘድልየኩም ሶፍትዌራት ኣፕሊኬሽን ሶፍትዌራት ኣብዚ እናሰራዕኩም ክትከዱ ትኽእሉ ኢኹም ማለት እዩ ስለዚ ኣነ እዚ ኣይደለኹን ክኣልዮ ተደልየ ነፍሲ ወከፍ ኣብዚ ኣምፅኤ ዘለኹ ራይት ክሊክ ብምግባር ኣንፒን ራይት ክሊክ ኣብ ልዕሊኣ ገብር ኣንፒን ፍሮም ስታርት ራይት ክሊክ ኣብ ልዕሊኣ ገብር ኣንፒን ፍሮም ስታርት ራይት ክሊክ ኣብ ልዕሊኣ ኣንፒን ስለዚ ኩሎም ከምኡ እናገበርኩ ክኣልዮም ይኽእል እየ ኣነ እቲ ካብ ስታርት ሜኑ ካብ ስታርት ብዙሕ ስለ ዘይጥቀም ኣልየዮም ነፃ ነዚኣ የቕርባ ኣለኹ ትሪእዋ ኣለኹም ገፊሕ ቦታ ክሕዘለይ ሒዙለይ ዝነበረ ከምዚ ምግባር ኣፅቢበ ነቶም ኣፕሊኬሽን ጥራሕ ከም ዘርእየኒ ይገብር ስለዚ ኣብ ስታርት ከምዚ ጌርና ክንፍትሾምን ንዓና ብዝጥዕም መንገዲ ክንሰርዖምን ንኽእል ኢና። ኦኬ ድሕሪኡ ናብ ታስክ ባር ገጸይ ክመጽእ እየ። ኣብ ታስክ ባር እንታይ ኢልና ሓበሬታ ልክዕ ከም ዴስክቶፕ ኣብዚ ክነቐምጥ ንኽእል ኢና። ሾርት ካትስ ከምዚ ኣብ ስታርት ነቐምጦም ዝጸናሕና ኢዝሊ ኣክሰስ ኣብ ቀረባ ጸኒሖም ክንጥቀመሎም ንኽእል ክነቐምጥ ንኽእል ኢና ሓደ ካልኣይ እዞም ኣብ ታሕቲ ዘለዉ ኩሉ ግዜ ክጥቀመሎም ዝጸናሕኩ ግን ዘይዓጸኹዎም ኩሉ ሚኒማይዝ ምስ ገብሮም ርኣይዎ ሚኒማይዝ ዝብል ኣለኒ ማክሲማይዝ ድዩ and ክሎዝ ዝብል ኣለኒ ስለዚ ክሎዝ ዘይገበርክዎ ኩሉ ሚኒማይዝ ተገይረዮ ንግዚኡ ኣበይ ይፀንሓኒ ኣብዚ ታሕቲ ወሪዱ ይፀንሓኒ ስለዚ ታስክ ባር ሓደ ካብቶም እንጥቀመሎም ዘለና ዊንዶውስ ንጥቀመሎም ዘለና ሶፍትዌራት ክሳብ ዘይዓፀናዮም ኣብኡ ሒዝዎም ዝፀንሕ ኣካል እዩ ካልኣይ ታስክ ባር እቶም ባይ ዲፎልት ምስቲ ዊንዶው ቴን ዝመፁ ከም በዓል ኣፕሊኬሽን ስቶር፣ ኢንተርነት፣ and እዚ ፎልደር ኣክሰስ፣ ዊንዶው ኣክሰስ፣ ሜይልስ ኣሎ ነዚኦም እውን ይሕዘልና ማለት እዩ። ብተወሳኺ ንሕና ድማ ከም ሳልሳይ ደረጃ ብምርጫና ኣብ ቀረባ ክንጥቀመሎም እንደሊ ሶፍትዌራት ኣብ ታስክ ባር ክነምጽኦም ንኽእል ኢና ንኣብነት ክንሰርሕ ኢና ንኺድ ዎርድ ደልየ ነይረ ማይክሮሶፍት ዎርድ ደልየ ነይረ ዎርድ ታይፕ ገይረ ኣብዚኣ ኣላ ስለዚ ራይት ክሊክ ብምግባር ፒን ቱ ታስክ ባር ፒን ቱ ታስክ ባር ምስ ዝብል ኣብ ታስክ ባር መፅኡ ኣሎ ስለዚ ድሕሪ ሕጂ ኣብ ስታርት ኸይደ ምግላይ ኣየድልየንን እዩ ድሮ ኣብ ቀረባ ኣብ ቅድመይ ኣብ ታስክባር ኣምጺኤ ኣለኹ። ከምኡ እውን ንኣብነት ኣብዚ ዴስክቶፕ ግእዝ IME ዝብል ኣሎ ግእዝ ንምጽሓፍ ዝጥቀመሉ ሶፍትዌር ኩሉ ግዜ ድየ ግእዝ ዝጽሕፍ ኦኬ ራይት ክሊክ ገይረ ኣብኡ ፒን ቱ ታስክባር ኣብ ታስክባር ኣብ ቀረባ ይጸንሓኒ ማለት እዩ ስለዚ ካብዚ ዴስክቶፕ ክኣልዮ ይኽእል እየ ሕጂ ኣየድልየንን እዩ ካብ ዴስክቶፕ ከዕሊ ይኽእል እየ ናፃ ኮነለይ ካልእ ንኣብነት እዚ ሳይበር ሊንክ ዝበሃል ኩሉ ግዜ ክጥቀመሉ ዝጥቀመሉ ዓይነት ሶፍትዌር እዩ ኣብ ታስክ ባር ከምፅኦ ይደሊ ስለዚ ኤዘር ነዚኣ ኣብ ዴስክቶፕ ዘላ ፒን ቱ ታስክ ባር ክብል እየ እንተዘይኮይኑ ድማ ኣብ ስታርት ብምኻድ እታ ትደልያ ሶፍትዌር ሓደን በዚ ኣልፋቤቲካሊ ሽማ ትዝክሮ ኮይንካ ንኣብነት ኣዶብ ፎቶሾፕ የድልየኒ እዩ ናይ እጥቀመሉ እየ ራይት ክሊክ ብምግባር ፒን ቱ ታስክ ባር ኣብዚ ቀረባ የላን ሞር ንብል ፒን ቱ ታስክ ባር ብስ ንብላ ኣብዚ ታሕቲ ክትመጽእ እያ እዚኦም ክነስተውዕለሎም ዘለና ረኣይዎ ወርድ ተኸፊቱ ዘሎ ኣይኮነን ሓድሽ እዩ ትሪእዎ ኣለኹም ነዚ ምስ ዝዓፅዎ እውን ረኣይዎ ነዚ ምስ ዝዓፅዎ እውን ስቲል ኣላ ኣብዚ ምክንያቱ ኢዝሊ ኣክሰስ ክትከውን ብቀረባ ክንረኽባ ምእንቲ ክንክእል ኣብ ታስክ ባር ኣምፂእና ኣለና ንኣብነት እዚ ኢንተርነት ብሮዘር እንተዓፅየዮ የለን ንምንታይ ታስክ ባር ፒን ኣይገበርክዎን ኣብ ታስክባር ፒን ኣይገበርክዎን ኦኬ እዚ ከምዚ እናገበርና ክንከይድ ንኽእል ኢና ሕጂ እውን ነዛ ቪድዮ ንግዚኡ ጠጠው ብምባል እቶም ዘድልዩኹም ኣፕሊኬሽን ወይ ሶፍትዌራት ኣብ ታስክባር ፒን ግበሮም ንኣብነት ኣነ እዚኣ ክውስኻያ እዛ ማቪስ ቢከን ክጥቀመላ ተድልየኒያ ስለዚ ፒን ቱ ታስክባር ኢለያ ኣለኹ ኣብዚ መፅኡ ኣሎ ኦኬ ስለዚ እዚ ታስክ ባር ክሳብ ዝመልእ ፒን እናገበርናሉ እና ኣብኡ ብኣቋራጭ ክንረኽቦም ንኽእል ሶፍትዌራት ኣፕሊኬሽን እናፀዓናያ ክንከይድ ንኽእል ኢና ኣይደለናን እንታይ ንገብር ፀገም የብሉን ኣብታ ልዕሊኣ ንመፅእ ንኣብነት እዛ ማቪሳይ ዘለኹዋ ኣብ ልዕሊኣ መፅአ ሕጂ እውን ራይት ክሊክ ሸነኽ የማን ዘላ ክፋል ናይ ማውዝና ክሊክ ንገብር ኣንፒን ፍሮም ታስክ ባር ንብል እንታይ ንብል ኣንፒን ፍሮም ታስክ ባር ኣብ ትብል ዘላ ክሊክ ምስ እንገብር የለን ጠፊኡ ኣሎ ወርድ ብዙሕ ኣይጥቀምን እየ ራይት ክሊክ ምግባር ኣብኡ ኣንፒን ፍሮም ታስክ ባር ብምባል ኣብዚኣ ክሊክ ምስ ዝገብር ሕጂ እውን ዎርድ ከይዱ ኣሎ ማለት እዩ። ስለዚ ንሎሚ ሒዘልኩም መጽየ ዝነበርኩ ቪድዮ ነዚ ይመስል። ቅሩብ ሳማራይዝ ክንገብሮ ዴስክቶፕ እንታይ ከም ዝመስል ርኢና ስታርት በየን ክንከፍቶ በየን ክንዓጽዎ ከም ንኽእል ኣብ ስታርት ድማ እንታይ ሶፍትዌራት ኣክሰስ ክንገብር ንኽእል ስታርት እንታይ ከም ዝሓዘ ርኢና ምስኡ ኣብ ስታርት ኣብ ቀረባ ምእንቲ ክንጥቀመሎም ፒን ክንገብሮም ንኽእል ሶፍትዌራት ፒን እናገበርና ከድና ድሕሪኡ ኣብ ታስክ ባር መፂእና ምስ ታስክ ባር ተላሊና ኣብ ታስክ ባር ድማ ከመይ ጌርና ፒን ኣን ፒን ንገብር ርኢና ማለት እዩ ስለዚ ክቡራት ተኸታተልቲ ንሎሚ ሒዘልኩም መጽኤ ዝነበርኩ ቪድዮ ነዚ ይመስል ኣብ ቀጻሊ እዚ ቪድዮ እዚ ናይ ዊንዶው ቴን ክሳብ መወዳእትኡ ክነብጽሐን ኢና ክሳብ ንመልኮ ድማ ክትከታተሉ ብክብሪ ይዕድም ክሳብ ሕጂ ብምክትታልኩም ብጣዕሚ የመስግን። ነቶም ካልኦት ነዚ ዕድል ዘይረኸቡ ወይ ውን ኣፍልጦ ዘይረኸቡ ኣሕዋትና ክህልዉ ስለ ዝኽእሉ እዚ ትምህርቲ ናብ ኩሉ ክበጽሕ ፕሊስ ሼር ንግበሮ። ደጊምና ውን ሳብስክራይብ ብምግባርን ኣብታ ደወል ክሊክ ብምግባርን ሓደሽቲ ምስ እንኸውን ነዚ ኩሉ ግዜ እነውርዶ ቪድዮ ተኻፈልቲ ክትኮኑ ይዕድም። ክሳብ ሕጂ ብጽሞና ስለ ተኸታተልኩምኒ ብልቢ የመስግን ኣብ ካሊእ ተመሳሳሊ ቪድዮ ክንራኸብ ኢና ክሳብ ሽዑ ሰላም ሰላም ምስ ኩልና ባይ።